ሰላማት ኩራት ተኸታተልትና ሎማዕንቲ ሒዝናልኩም መጺና ዘለና ፊልም ብናይ ጆ ታሪኽ እዩ ዝጅምር ጆ ንሰራሕተኛታቱን ንሕርሽኡን ካብ ዕዳ ንምድሓን ክብል ህይወቱ ኣብ ሓደጋ ኣትዩ ኣብቲ ምስጢራዊ ቃልሲ ይሳተፍ ነይሩ ግን ድማ እቲ ዝዓበየ ሓደጋ ካብቲ ዓውዲ ቃልሲ ዘይኮነስ ካብቲ ንመሬቱን ንስድኡን ከጥቅዑ ዝመጹ ጨካናት ጉጅለ ከዓ ይኾኑ እዚ ሰለማዊ ዝመስል ሓረስታይ ንመጀመርያ ግዜ ነቲ ዝሓብኦ ዝነበረ ናይ ቅትለት ብቕዓቱ ክጥቀመሉ እንከሎ ንጸላእቱ ዘርዕድ ሰዓት ይኸውን። እዚ ኩሉ ቃልስን ሕነ ምፍዳይን ከመይ ከም ዝተወድኣ ትፈልጡ እንድሕር ደሊኹም ክሳብ መወዳእታ ምሳና ጽንሑ። ካልኦት ከምዚ ዓይነት ትርጉም ፊልምታት ንምርካብ ድማ ቻልና ሳብስክራይብ ምግባር ከይትርስዑ። ናብ ፊልምና ንምለስ። እዚ ታሪኽ ጆ ምስቲ ምስጢራዊ ናይ ባእሲ ስራሕ ዘካይድ ሰብኣይ ውዕሊ እናገበረ እንከሎ ይጅምር። ጆ ክሳብ ክንደይ ግዜ ክቃለስ ከም ዝኽእል ይሓትት ነይሩ፣ ምኽንያቱ እቲ ናይ ሕርሻ ወቕቲ ብጣዕሚ ሕማቕ ስለ ዝነበረ ጆ ኣብ ከቢድ ዕዳ እዩ ኣትዩ ዘሎ። ብተወሳኺ ከኣ ነቶም ዓሰርተ ክልተ ዝኾኑ ሰራሕተኛታት ናይ ሕርሻ ንምእላይን ደመወዞም ንምኽፋልን ገንዘብ የድልዮ ኣሎ። እዚ ሓሲቡ ከኣ ናብቲ ከቢድን ጫውጫውታ ዝመልኦን መድረኽ ንምባኣስ ይኣቲ። መጀመርያ ምስቲ ቀዳማይ ተወዳዳሪ ናብ ከቢድ ባእሲ ይኣቲ። ካብኡ ጆ ነቲ ተቓላሳይ ወዲቑ ኣዕጽምቱ ይሰባብሮ። እቲ ተዓዛቢ ከኣ ብታሕጓስ ክከታተል እንከሎ እቲ ኣዋጅ ድማ ንጆ ዓወት ንሓረስታይ እናበለ ይእውጅ። ድሕሪቲ ናይ መጀመርያ ቃልሲ እቲ ሓላፊኡ ንቁስሉ ዝኸውን ፍሉይ ቅብኣት ይገብረሉ። ጆ ድማ እኹል ገንዘብ ረኺብና ዲና ኢሉ ይሓትት። እቲ ዝረኸብዎ ቅርሺ እኹል ከም ዘይኮነ ምስ ፈለጠ ከኣ ብዘይ ምንም ምውልዋል እንደገና ናብቲ መድረኽ ይምለስ። ሽዑ ንሽዑ ምስ ካሊእ ሓድሽ ተቓላሳይ ከቢድ ቃልሲ ይገብር። እቲ ሓድሽ ተቓላሳይ ብቓንዛ እናወየ ኣዕጽምቱ ይሰባበር። ካብ ዓቕሙ ንላዕሊ ስለ ዝተወቕዐ እውን ብዙሕ ከይደንጎየ ኢዱ ይህብ። ጆ እንደገና ተዓዋቲ ተባሂሉ ይረጋገጽ። ጆ ኣዝዩ ደኺሙን ቆሲሉን እኳ እንተነበረ ገና እኹል ገንዘብ ከም ዘይረኸቡ ግና ይርዳእ። ብድሕሪ እዚ ናብቲ ዶሮና ዝመልኦ ሕርሽኡ ተመሊሱ ነቲ እሙን ከልቢ እውን ንኽዘዋወር ይሰዶ። ኣብቲ ናይ ሕርሻ መሬቱ ገለ ሰራሕተኛታት ብቋንቋ ስፓኒሽ እናተዛረቡ እናሰርሑ ይጸንሕዎ። ጆ ናብቲ ሕርሻ ቀሪቡ ነቲ ብጻዩ ሎፔዝ ብጥዑም ሰላምታ ይቕበሎ። ሎፔዝ ድማ ነቲ ብሕማም ዝተለኸፈ እዋም ንኸይስፋሕፋሕ ኢሉ እናቃጸልዎ ከም ዘለዉ ይነግሮ። ሽዑ እውን ክልቲኦም ኮይኖም ብዛዕባ እቲ ሕርሻ ዘሎ ከቢድ ናይ ገንዘብ ስግኣት ይዛረቡ። ይኹን እምበር ጆን እቶም ዝተጸገሙ ሰራሕተኛታት ካብ ስራሕ ክሰናበቱ ከም ዘይደሊ ብጽንዓት ይገልጽ። ሎፔዝ ድማ ጆ ክዓርፍ ከም ዘለዎ እናቐለደ ይነግሮ። ምኽንያቱ ነቶም ሰራሕኛታት ኢሉ ክሳብ ክንድዚ መስዋእቲ ክከፍል ከሎ ሎፔዝ የጨንቖ ነይሩ እዩ። ቀጺሎም እውን ብሰንኪ እቲ መውቃዕቲ ዝተሰባበረን ዝቖሰለን ናይ ጆ ገጽ እናልዓሉ ይስሕቑ። ብድሕሪ እዚ ጆ ንዕኡ ገዲፉ መኪንኡ የልዕል እሞ ናብ ውሽጢ ገዛ ኣትዩ ድማ ንሰበይቱ ይረኽባ። ሰበይቱ ንጆ ዝኾነት ኤስትሬላ ኣብ ገዛ ኮይና እናጽረየት ትጸንሖ። ጆ ድማ ብዛዕባ እቲ መኪንኡ ዝገበሮ ጽገናን ምስቲ ዝዓረፈ ኣቦሓጎኡ ዝነበሮ ናይ ንእስነት ተዘክሮን ብፍቕሪ የውግዐላ። ኤስትሬላ ግና ካብቲ ሓሳብስ ወጺኣ ነቲ ማርኮ ዝተብሃለ ንእሸይ ሰራሕተኛ ናብ ከተማ ክወስዶ ከም ዘለዎ ትሓቶ። ክልቲኦም ብዛዕባ እቲ ጆ ቅድሚ ሕዚ ዝነበሮ ሓደገኛን ዓመጽ ዝመልኦን ናይ ውግእ ህይወት እናተላገጹ ይጻወቱ። ኣብ መወዳእታ ጆ የፍቅረኪ እየ ኢልዋ ካብኡ ይወጽእ። ካብ መጀመርያ ጆ ናብዚ ዶብ ዘለዎ ቦታ ዝመጸሉ ምኽንያት ሰላም ንምርካብ ኢሉ እዩ ነይሩ። ግን ድማ ኣብቲ ከባቢ ዝነበሩ ዓመጽቲ ነቶም ሰለማውያን ሓረስቶት ገጥምዎም እንከለዉ ብሃንደበት ናይ ድምጺ ጥይት ይስማዕ። ኣብቲ ሰዓት ጆ ምስ ማርኮ ኮይኑ ብመኪና እናኸደ እዩ ነይሩ። ሽዑ እዞም ናይ ዶብ ከተማታት ሓደገኛታት ሰባት ከም ዝስሕቡ ብምግላጽ ምክልኻል ክንጅምር ኣለና እናበለ ብጽንዓት ይዛረብ። ብዙሕ ከይደንጎዩ እውን ብሃንደበት ሓደ ጸላኢ ጉጅለ ናብኦም ገጽ የምርሕ። ጆ ንማርኮ ኣብ ውሽጢ እታ መኪና ንኽጸንሕ ይእዝዞ። ማርኮ ግና ብጣዕሚ ሰንቢዱ ስለ ዝነበረ ቀልጢፍካ ዘውር እናበለ ይልምኖ። ግን ድማ እቶም ሃደንቲ ብቕድሚት ኮይኖም መንገዲ ይዓጽውዎም። እቶም ዕጡቓት ሰባት ብዓመጽ ኣብ ብርኮም ከም ዝሰግሩ ኸኣ ይገብርዎም። እቲ ጨካን መራሒ ናይቲ ጉጅለ ቻቬዝ ዝበሃል ወዲ እዩ። ቻቬዝ ነቲ ትካልና ጸሪፍኩሞ ኢኹም ብምባል ንኽልቲኦም ክቐትሎም ይዳሎ። ልክዕ ኣብቲ ሰዓት እቲ ጆብ ብፍጥነት መጥቃዕቲ ይጅምር። ነቲ ናቶም ኣጽዋር መንዚዑ እውን ንቻቬዝ የውድቖ። ብዘገርም ቅልጣፈ ኸኣ ንኹሎም'ቶም ዕጡቓት ብጥይት ጌዩ የርፍርፎም። ማርኮ ነቲ ዘጋጠመ ጅምላዊ ቅትለት ምስ ረኣየ ትንፋሱ ይሓጽሮ። ጆግና ተረጋጊዑ ደሓን ክንከውን ኢና ብምባል የጽናዕንዖ። ብተወሳኺ ናይ ካርቴል ኣባላት ተመሊሶም ክመጽኡ ስለ ዝኽእሉ ጆ ንማርኮ ነቶም ሬሳታት ንኽቐብሮም ይእዝዞ። ማርኮ እውን ከይፈተየ ነቲ ደማዊ ቦታ ንምጽራይ ይሕግዞ። ኩሉ መርትዖታት ንምሕባእ ድማ ነቲ ቦታ ሓዊ የቃጽልዎ። ማርኮ በቲ ጆ ዘርኣዮ ናይ ቅትለት ብቕዓቱ ብጣዕሚ ይድንግጽ። ጆ ናይ ብሓቂ ክእለት ዘለዎ ቀታሊ ምዃኑ እውን ይርዳእ። ጆ ካልእ ምርጫ ከም ዘይነበሮ ብምግላጽ እዚ ምስጢር እዚ ኣብ መንጎኦም ብቻ ንክተርፍ የጠንቅቖ። ማርኮ ኣብ መጀመርያ ብጣዕሚ ደንጊጹ ዋላ እኳ እንተነበረ ደሓር ግን ንህይወቱ ስለ ዘድሓነሉ ንጆ የመስግኖ። ንጽባሒቱ ጆ ብኸቢድ ናይ ባእሲ ስልጠና ይጅምር። ሰለስተ ሰሙናት ሓሊፎም፣ እቲ ናይ ጆ ሕርሻ ኸዓ እናጠጠዐ ይኸይድ። እታ ሰበይቱ ግና ናይ ጆ ፍሉይ ባህሪ የርኢ ከም ዘሎ እናስተውዓለት ትመጽእ ኣላ። ጆ ንዝኾነ መጥቃዕቲ ድሉው ክኸውን ከም ዝደሊ ክገልጽ እንከሎ፣ ንሳ ግና ነቲ ናይ ምብኣስ ፍልስፍንኡ ብስሓቕ ብቻ እያ ተሕልፎ ነይራ። ጸኒሑ ኸዓ ጆ ኣብ ደገ እንከሎ ሓደ ምስጢራዊ ጋሻ ኣብቲ ዶብ እናተዘዋወረ ይሪኦ። እቲ ሰብኣይ ንጆ ስፖርተኛ ከም ዝመሰል ገሊጹ ሹፌሩ ስለ ዝጠፍኦ ንክሕግዞ ይሓቶ። ጆ እውን ክሕግዞ ይስማዕማዕ እሞ ነቲ ጋሻ ናብ መኪንኡ የእትዎ። ካብኡ ክልቲኦም ኣብታ መኪና ኮይኖም ነቲ ከባቢ ንምፍታሽ ጉዕዞ ይጅምሩ። እቲ ጻዕዳ ሱፍ ተኸዲኑ ዘሎ ጋሻ ነቲ ገፊሕ ሕርሻ እናድነቐ ብዛዕባ እቲ ኣብ ኣውስትራልያ ዝመጸ ድሕረ ባይትኡን ንጆ ክሓቶ ይጅምር። እቲ ጋሻ ብዛዕባ ዝሓለፈ ናይ ስደት ህይወቱን ነቲ ናይ ስድርኡ ከቢድ ድኽነት ክንደየናይ ከም ዝጸልኦን የዋግዕ። ድሓር ቁሩብ ምስ ተጉዓዙ ኣብቲ ዝደልይዎ ቦታ እውን ምስ በጽሑ ጆን ነቲ ሰብኣይ ካብ መኪንኡ የውርዶ። ብድሕሪ እዚ እቲ ምስጢራዊ ጋሻ ናብቲ ዓብዪ መንገዲ ገጽ ክጉዓዝ እንከሎ ጆ በይኑ ኣብ መኪኑ ውሽጢ ይተርፍ። ኣብቲ ሰዓት እቲ ጆ ዓብዪ ጌጋ ከም ዝሰረሐ ይግንዘብ እሞ ብቁጠዐ በይኑ ይዛረብ። ብፍጥነት እውን ናብ ገዛ ከይዱ ንኤስትሬላ እቲ ህጹጽ ዜና ይነግራ። እቱ ከተማ እንከለዉ ዘጋጠሞም ጸገም ደድሕሪኦም ከም ዝመጸን ሕጂ ኣብ ከቢድ ሓደጋ ከም ዘለዉን እውን ይኣምን። ኤስትሬላ ንብረታ ቀልጢፋ ክትእክብ እናለመና እንከሎ ንማርኮ ምስ ረኸቦ ኸዓ ኩሉ ነገር ከም ዘረድኣ ቃል ይኣትወላ። ብኻሊእ ገፅ ከዓ እቲ ሓደገኛ ጋሻ ኣብቲ ሕርሻ እናተዘዋወረ ብሕሱም ፍሽኽታ ይዕዘብ ነይሩ። ጆ ንማርኮ ክድውለሉ ወላ እኳ እንተፈተነ መልሲ ግና ኣይነበሮን። ኤስትሬላ ግና እቲ ምስጢራዊ ጋሻ መን ምዃኑ እኳ ከይፈለጠት ብሕያውነት ይቅርታ ትገብረሉ። ሽሙ ድማ ባፕቲስታ ይበሃል። ባፕቲስት ብዛዕባ እታ ብሓዊ ዝተቓጸለት መኪና ንጆ ክሓቶ ይጅምር። ጆ ኣብቲ ሓደጋ ዘጋጠመሉ ከባቢ ይዘዋወር እንተ ነይሩ እውን ብተንኰል ኣምሲሉ ይሓቶ። ጆ ግና ኣብቲ ቦታ ከም ዘይነበረ ብጽንዓት ምስ ከሓደ፣ ባፕቲስት ሓደ ሓረስታይ ዝነደደት መኪና ከም ዝረኸበ ይነግሮ። እታ መኪና ናይ ሓደ ሓያል ናይ ካርቴል መራሒ ዝነበረ ወዲ ምዃናን ሬሳ ናይቲ ወዲ ድማ ኣብ ሓደ ጕድጓድ ከም ዝተረኸበን ይገልጽ። እዚ ዘዋግዕዎ ዘለዉ ወዲ፣ እቲ ቅድሚ መዓልታት ጆ ቀቲሉ ዝቐበሮ ወዲ እዩ። ባፕቲስት እውን እቲ ከሕልፎ ዝደለየ መልእኽቲ ከም ዝበጽሐ ተረዲእዎ ስልኩ ሂቡ ንምውጻእ ይዘጋጆ። ሽዑ ሩቲ ዝተብሃለ ሓደ ብጻዩ መጺኡ ይወስዶ፣ ክልቲኦም ከኣ ካብቲ ናይ ጆ ገዛ ይወጹ። ጆ ብቑጥዐ እቲ ሓደገኛ ምስጢሮም ከም ዝተቓልዐ ይግንዘብ፣ ብፍጥነት ከኣ ንብረቶም ጠቕሊሎም ካብቲ ቦታ ንኽወጹ ንኤስትሬላ ይነግራ። ኣብቲ ናይ ሰንብባደ ሰዓት፣ ጆ ንታሕጸይቱ ናይ መርዓ ሕቶ የቕርበላ። ጆን እቲ ዘለዎ ሰዓት ክጥቀም ይደሊ ነይሩ፣ ኤስትሬላ ግና ንዝያዳ ሮማንቲካዊ ዝዀነ ግዘ ክጽበዩ ከም ዘለዎም ትምልሰሉ። ብድሕርዚ ክልቲኦም ንብረቶም ኣኪቦም ካብቲ ሕርሻ ንምውጻእ ይዳለዉ፣ ጆ ድማ ነታ መኪና የልዕላ። ቀጺሎም ብዛዕባ ማርኮ ንምፍላጥ ናብ ናይ ማርኮ ገዛ ይኸዱ። እቶም ናይ ካርቴል ዕጡቓት ድማ ነቲ ሓረስታይ ዝዀነ ጆ ንምህዳን ኢሎም ኣብቲ ዱር እናኣለሽዎ እዮም ነይሮም። ባፕቲስት ንጆ ምስ ረኸቦ ኸኣ ብዛዕባ እቲ ዝገበሮ ደማዊ ቅትለት ይነግሩ። ግን ድማ ንማርኮ ስለ ዝቐተልዎ ኸኣ ናቱ ሞት ነቲ ሒሳብ ከም ዘወራርዶ ይገልጽ። ጆ ግና ካብቲ ግጥም ንድሕሪት ክብል ኣይደልይን። ሽዑ ንሽዑ ብርቱዕ ናይ ኢድን እግርን ቃልሲ ይጅምር። ጆ ነቲ ዝተቐተለ ማርኮ ሕነ ንምፍዳይ ኢሉ ንጸላኢኡ ብቑጠዐ ይወቕዖ። ብድሕሪ እዚ ባፕቲስት ነቲ ብዝኸበደ ቆሲሉ ዝነበረ ብጻዩ ሩቲ ክሪኦ ኢሉ ይኸይድ። እቶም ናይ ካርቴል ኣባላት ንጆ ክቐትልዎ ብዘይምኽኣሎም ክበኣሱ እንከለዉ፣ ባፕቲስት ግና ነቲ ድኽመት ዘርኣየ ሰው ይኹርየሉ ነይሩ። ብኻሊእ ወገን ድማ ድሕሪ እዚ ባእሲ ጆ ደም እናፈሰሶ ናብ መሬት ይወድቕ። ኤስትሬላ ድማ ብስንባደ ቁስሉ ክትምርምረሉ እናጎየት ትመጽእ። ናብ መኪና ውሽጢ እትያ እውን ከይድቅስን ነቲ ሕማሙ እውን ክቃለስ ከም ዘለዎን ትልምኖ። ጆ ተመሊሱ ከም ዝመጽእ ቃል ኣትይላ ስለ ዝነበረ ንሱ እናሓሰበ ብድኹም ፍሽኽታ ይምልሰላ። ንሳ እውን ነታ መኪና ኣልዒላ ካብቲ ቦታ ትርሕቕ። ንጽባሒቱ ባፕቲስት ነቶም ዕጡቓቱ ኣኪቡ፣ እቲ ሓረስታይ ሞይቱ ክኸውን ይኽእል እዩ ኢሉ ተስፋ ይህቦም። ሩቲ ግና ጆ ገና ብህይወት ከም ዘሎ የጠንቅቖ። ባፕቲስት ብዛዕባ ጆ ምስጢራዊ ተንኮል ከም ዘለዎ ይገልጽ። ድሕሪ ዝተወሰኑ መዓልታት ጆ ካብቲ ዝነበሮ ናይ ድቃስ ኩነታት ይበራበር፣ ኤስትሬላ ድማ ንመዓልታት ብኸቢድ ረስኒ ተሳቕዩ ከም ዝነበረ ትነግሮ። ኣንቲባዮቲክስ ተጠቒማ ህይወቱ ከም ዘድሓነትሉ እውን ትገልጽ። ድሕሪኡ ግና እቲ ዘሕዝን ዜና ኸኣ ትነግሮ። ሕዚ ገዛ ይኹን ሕርሻ ዝበሃል ነገር የብሎምን። ኤስትሬላ ግና ርስቲ ናይ ኣቦታታ ኣብ ኢድ ጸላኢ ክትተርፍ ኣይደለየትን። ስለዚ ወይ ነቲ ገዛ ክትመልሶ ወይ ድማ ክተዕንዎ ትውስን። ነዚ ንኽሕግዛ ኸኣ ጆ ነቲ ናይ መጻወግኢ ንኸሰልጥና ብጽንዓት ትሓቶ። ጆውል በቲ ትብዓታ ተገሪሙ፣ ሽዑ ንሽዑ እቲ ናይ መጥቃዕቲ ስልጠና ክህባ ይጅምር። ብኸመይ ብኻራ ከም እትዋጋእ፣ ከመይ ገይራ ውጽኢታዊት ከም እትኸውንን፣ መጥቃዕቲ ትገብር ሰብ ንምንታይ ተነቀፍቲ ቦታታት ዒላማ ክትገብር ከም ዘለዋን የረድኣ። ብህይወት ንምንባር ድማ እቲ ካራ ኩሉ ግዜ ምንቅስቓስ ክህልዎ ከም ዝግብኣ እውን መሃራ። ድሕሪ ናይ ጆ ስልጠና፣ ኤስትሬላ ነቲ መከላኸሊ ስልጠና ባዕላ ክትለማመዶ ትደሊ። ንኣጽዋር ጸላኢ መዚዕካ ናይ ምግዳድ ጥበብ ድማ ብንፍዓት ትፍጽሞ። ነቲ ልምምድ ምስ ተወድኣ፣ ጆ ንዓኣ ንምክልኻል ክሳብ ክንደየናይ ብጽንዓት ከም ዝቃለስ ንምርኣይ ብሓይሊ የውድቓ። በታ ምሸት እቲኣ፣ ጆ ኤስትሬላ ካብ ዝፈተና እንድሕር ድሒና፣ ህይወቱ ንኣምላኽ ክህብን ኩሉ ጻዕሪ ገይሩ እውን ክምርዓዋን ይጽሊ። ኤስትሬላ ከኣ በቲ ሐዚ ጆ ዘለዎ ኩነታት ደስ እናበላ፣ እቲ ዝወደቖ ነገር እውንን ኣልዒላ ትህቦ እሞ ዕረፍቲ ከም ዘድልዮ ተስተውዕል። ሕዚ ኩሉ ነገር ተዘጋጅዮም ስለ ዝወድኡ እቲ መደብ ከመይ ገይሮም ክፍጽምዎ ከም ዘለዎም ብጭንቀት ትሓቱ። ጆ ድማ ሕዚ መልሲ ወላ እኳ ተዘይፈለጦ ጸላእቲ ክከብዎ እንከለዉ ግና ዝያዳ ሓይሊ ከም ዝረክብ ይገልጸላ። እዚ ናይ ጎዳና ቃልሲ ከም ዘይኮነ ምስ ነገረቶ ጆ ቅልጡፍ ገንዘብ ንምርካብ ዝኸውን ሓደ ብልሓት ይረክብ። ቀጺሉ ከኣ ጆ ነቲ ሱዝ ዝተባህለ ምስጢራዊ ባእሲ ዘካይድ ሰብኣይ ይረኽቦ። እሱ ግና ውግእ ክርኢ ዝደሊ ናይ ደገ ሰብ የለን ብምባል ይነጽጎ። ጆ ግን ብጣዕሚ ቅርሺ ደልዩ ስለ ዝነበረ ነቶም ተዓዘብቲ ንምዝንጋዕ ኢሉ እኳ ንኽሰዓር ፍቓደኛ እዩ ነይሩ። እሱ ግና ሕዚ እውን ናብቲ ባእሲ ንኸእትዎ ፍቓደኛ ኣይነበረን። ኣብ መወዳእታ እሱ ንጆ ምስ ነጸጎን ካብቲ ሓለውቱ ሓደ እውን ምስ ሰሓቖ ጆ ተናዲዱ ነቲ ሓላዊ ኣጥቂዑ ብጭካነ የውድቖ። በዚ ተግባር እዚ ዝተገረመ እሱ ጆ ክከይድ ክብል ደው ንኽብል ይእዝዞ። ምስቶም ነበርቲ ንክመሳሰል ድማ ሓደ ማስክ ይህቦ'ሞ ናብቲ ባስ ከም ዝኣቲ ይገብር። እቲ ጆ ዝብል ሽሙ ቀይሩ እውን ኤልግሬን ሃሮ ብምባል ሓድሽ ስም ይህቦ። ደሓር ናብቲ መድረኽ ቅድሚ ምእታዉ ጆ ንኤስትሬላ ኩሉ ነገር ሰላም ከም ዝኸውን የረጋግጸላ። ንሳ ድማ ነቲ ማስካራኡ ኣስተኻኺላ ጥንቅቕ በል በለቶ። ጆ ናብቲ ጫውጫውታ ዝመልኦ ምስጢራዊ መድረኽ ይኣቲ። እቶም ከይቦም ዝርእዩ ዝነበሩ ህዝቢ ድማ ኣብ ልዕሊ ጆ ብዘይሕጋዊ መንገዲ ውጥረት ክገብርሉ ይጅምሩ። እቲ ብርቱዕ ባእሲ ብኸቢድ ኩሽኩሽታ ይጅመር። ሱ ካብ ሓደ ወገን ናይቲ ቃልሲ ኮይኑ፣ እቲ ተስፋ ዝሃብካኒ ቃል'ውን ዝኣተኻለይ ዓመጽ ኣርእየኒ እናበለ ዓው እናበለ ንጆ ይነግሮ። ጁ ድማ ብጽንዓት ተደፋፊኡ ነቲ መቓልስቱ ብሓይሊ ይሕዞ'ሞ ክሳዱ ሓኒቑዎ ናብ መሬት የውድቖ። ደሓር ኣብዚ ህውከት ማእከል ጆ ምስቲ ወዲ እናተባእሰ እንከሎ ኤስትሬላ ብሓይሊ ካብኡ ትውሰድ። ጆ ድማ እናተጎተተት ክትርሕቕ ከላ ስለ ዝረኣየ ብጭንቀት ዓው ኢሉ የእዊ። ድሕሪ እቲ ጨወታ ጆብ ብብርቱዕ ቁጠዐ ኮይኑ ንኹሎም ቀትሎም ከም ዝኾነ ንባዕሉ ቃል ይኣቲ። ነዚ ዕላምኡ እዚ ንኽሕግዞ ኸዓ ናብ ሓደ ሓደገኛታት ኣጽዋር ዝሸይጥ ሰብኣይ ይኸይድ። እቲ ነጋዳይ ብዛዕባ ጥንታዊ ናይ ሳሙራይ ሴፍ እናውገዐሉ ብዙሕ ጥይት ንኽዕድግ ይመኽሮ። ግን ድማ ጆ እኹል ገንዘብ ከም ዘይብሉ ኸዓ ይግንዘብ። ሽዑ እቲ ጠላም ነጋዳይ ንጆ ብሽጉጥ ከፈራርሖ ይጅምር። ጆ ምስኡ ዝከራኸረሉ ግዘ ስለ ዘይነበሮ ብፍጥነት ኣጽዋሩ መንዚዑ ኢዱ ይሰባብረሉ። ኩሉ እቲ ክባር ኣጽዋር እውን ብነጻ ወሲዱ፣ ድሕረ እዚ ደድሕረይ ከይትመጽእ! ኢሉ የጠንቅቖ። ጆ ነቲ ኣጽዋር ሒዙ ካብኡ ምስ ወጸ፣ እቲ ደም እናፈሰሶ ዝነበረ ነጋዳይ ሓገዝ ንምጽዋዕ ኢሉ ስልኪ የልዕል። ጆ ግን ከምኡ ከም ዝገብር እውን ተረዲእዎ ስለ ዝነበረ፣ ተመሊሱ ብምምጻእ ነቲ ነጋዳይ ናይ መወዳእታ ትንፋሱ ከም ዝትንፍስ ይገብሮ። ኣብኡ እንከሎ ተኲሱ፣ ሽዑ ኸኣ ይመውት። ንጽባሒቱ ንግሆ፣ ጆ ብኸቢድ ተዓጢቑ ናብቲ ብሓይሊ ዝሕሎ ናይ ካርቴል ካምፕ ይኸይድ። መጀመርያ ነቲ ቀዳማይ ሓላዊ ብኻራ ብምውጋዕ ብሱቕታ የጥፍኦ። ድምጺ ኣልባ ኣጽዋር እናተጠቐመ እውን ነቶም ካልኦት ሓለውቲ ማንም ሰብ ከይሰምዐ ይቐትሎም። ጆ ኣብ መንገዱ ንዝጸንሖ ኩሉ እናተኮሰ ናብቲ ዋና ቤት ጽሕፈት ካርቴል ሰይሩ ይኣቲ። ኣብኡ ድማ ኤስትሬላ ኣበይ ከም ዘላ ብጭንቀት ይሓቶም። ሩቲን ባፕቲስትን ኣጽዋሮም ኣውሪዶም ኢዶም ይህቡ። ጆ ነቲ ዓብዪ መራሒኦም ኤል ጀነራል ዝበሃል ንኽጽውዕዎ ይእዝዞም። ባፕቲስት እናተንቀጥቀጠ ነቲ ስልኪ ኣልዒሉ ይድውል እሞ ጆ ገና ብህይወት ከም ዘሎ ይነግሮ። ባፕቲስት እዚ ናይ ነፍሲ ቅትለት ስራሕ እዩ ብምባል ንጆ ይጠራጠር። ኤል ጀነራል ይመጽእ ከም ዘሎ ድማ ይነግሮ። ጆ ንኣባላት ካርቴል ከም እሱራት ሒዙ ኤስትሬላ ብሰላም ክሳብ ትመጸሉ ብትዕግስቲ ይጽበ። ንሩቲ ብኸቢድ ዓመጽ እናፈራርሐ ኸዓ እዚ ሕርሻ እዚ ኣብ ህይወተይ ዘሎ ሓደ ጽቡቕ ነገር እዩ። ምእንትኡ ክመውት ከኣ ድሉው እየ ብምባል ብስምዒት ይገልጽ። ድሕሪ ዝተወሰኑ ደቓይቕ፣ ኤስትሬላ እናበኸየት ናብቲ ክፍሊ ትኣቲ። እቶም ዝሓዝዋ ሰባት ምንም ዓይነት ኣካላዊ ጉድኣት ከም ዘይገበሩላ ንጆ ትነግሮ። ኣብቲ ሰዓት እቲ፣ ጆ ቁሩብ ክረጋጋዕ እንከሎ፣ ባፕቲስትን ሩቲን ድማ ብዛዕባ እቲ ቀጻሊ ዝኸውን ናይ ስልጣን ባዶነት ብምስጢር ክካትዑ ይጅምሩ። ብሃንደበት ናይ መኪና ድምፂ ጎማ ይስማዕ። እቶም ናይ ካርቴል ተወሰኽቲ ሓይሊ ከም ዝመፁ እውን ብኡ ይፈልጡ። ሳንቲያጎ ዝተብሃለ ናይቲ ካርቴል መማኽርቲ ብጥንቃቐ ከዓ ናብቲ ገዛ ይኣቲ። ጆ ምስቲ ኤል ጀነራል ዝበሃል ሓላፊኦም ኣብ መኪና ኮይኑ ንክዘራረብ ይሓቶ። ግን ድማ ሩቲ ንሳንቲያጎ ብሃንደበት የጥቅዖ። ኣብቲ ዕግርግር ከዓ ባፕቲስታ ንሩቲ ብኻራ ጌር ይወግኦ። በዚ ድማ ባፕቲስታዊ ወገን ቐይሩ ሐዚ ንጆ ክሕግዞ ከም ዝወሰነ ንፈልጥ። ሐዚ ባፕቲስት፣ ጆን ኤስትሬላን ኣብ ውሽጢ እቲ ገዛ ኮይኖም ኣብ ሓደ ጉጅለ ኣለው። ብደገ ድማ ኤል ጀነራል ምስ ወታደራት ኮይኑ ምስ ዕጥቑ ይዘጋጀ ኣሎ። እቶም ኣብ ደገ ዘለው ወታደራት ንኹሎም ክቀትልዎም ምዃኖም ስለ ዝፈለጡ ከዓ እቶም ኣብ ውሽጢ ዝለው ንክዘጋጀው ይጅምሩ። ጆ እውን ካብቲ ሒዝዎ ዝመፀ ኣፅዋር ባፕቲስት ንክጥቀም ይፈቕደሉ። ኤስትሬላ እውን ብወገና ካብቲ ዓብዪ ናይ ቶፕሰን ማሽን ጋን ትዕጠቕ። ኤል ጀነራል ኣብ ደገ ኰይኑ ዓው ኢሉ ይዛረብ ኣሎ። ጆ ብድሕሪኡ ንዕርቂ ዝመጸ ብምምሳል ቀስ ኢሉ ናብ ደገ ይወጽእ እሞ ግን ድማ ብዘይ ዝዀነ ምስትንታን ከኣ ነቲ ሓላፊኦም ኤል ጀነራል ተኲሱ ይቐትሎ። እቶም ሓለውቲ ካርቴል በቲ ዝተፈጸመ ቅትለት ብጣዕሚ ይስንብዱ። ሽዑ ንሽዑ ከኣ ናብ ውሽጢ እቲ ገዛ ብርቱዕ ተኹሲ ይጅምር። ኤስትሬላ መከላኸሊ ቦታ ሒዛ ናብ ውሽጢ ንዝኣተወ ወታደር ተኲሳ ትቐትሎ። ጆ ድማ ነቲ ክሽነይ ንምቁጽጻር ስልታዊ ምንቅስቓስ ይገብር። ጆን ባፕቲስትን ብሓደ ኮይኖም ነቶም ሓይልታት ካርቴል ብኸቢድ እናተኮሱ ይገጥምዎም ኣለው። እቲ ናይ ጥይት ድምጺ ኸኣ ካብቲ ደም ዝፈሶ ዝነበረ ካምፕ ብዓብይኡ ይቃላሕ ኣሎ። ጆ ብቐረባ ርሕቐት ምስቶም ሓለውቲ እናተተሓሓዘ ብጭካነ የውድቑም፣ እቶም ጸላእቲ ኸኣ ብስንባደ ዓው ኢሎም ይዛረቡ ነይሮም። እቲ ጥይት ናብ መንደቕ ክትኮስ እንከሎ ዓብዪ ድምጺ ይፈጥር። ጆ ነቶም ዝተረፉ ተቓወምቲ ብኻራ እናወቕዐ መንገዱ ንቕድሚት ይጸርግ። ኣብ ሓደ ኩርናዕ ምስ ሓደ ወታደር ብኢድን ብእግርን ክቃለስ እንከሎ፣ እቲ ካብ ርሑቕ ዝስማዕ ዝነበረ ናይ ጥይት ድምጺ ኸኣ፣ ባፕቲስት ኣብ ካልእ ወገን ኰይኑ ስርሑ ይሰርሕ ከም ዘሎ የርኢ። ሽዑ ጆ ነቲ ሒዝዎ ዝነበረ ጸላኢኡ ብሓንቲ ግዜ የውድቖ። ባፕቲስት ድማ ምስ ጆ ይራኸብ እሞ፣ ብዛዕባ እቲ ጆ ዝተጠቐመሉ ናይ ምክልኻል ጥበብ እናቐለዱ ንቕድሚት ገጽ የምርሑ። እቶም ተረፍ ኣባላት ካርቴል ብጭንቀት ከእውዩ እንከለዉ፣ ጆን ባፕቲስትን ግና ብዘይ ምንም ምሕረት ምህዳኖም ይቕጽሉ። እቲ ናይ ጸላኢ ምክልኻል ምሉእ ብምሉእ ይዓኒ፣ ኣብቲ ቀጽሪ ዝነበሩ ኩሎም ሓለውቲ ኸኣ ይድምሰሱ። በዚ ድማ እቲ ፊልም ይውዳእ። እዚ ታሪኽ ከም ዝፈተኹምዎ ተስፋ ይገብር። ክሳብ መወዳእታ ስለ ዝተኸታተልኩምኒ ኸኣ ነዚ ቪድዮ ላይክ ክትገብሩን ርእይቶኹም ክትጽሕፉልናን ኣይትረስዑ ኢኹም። ንመጀመርያ ግዜ ትርእዩና እንተሊኹም ድማ ቻነልና ሳብስክራይብ ብምግባር ቤተሰብና ኹኑ። ኣብ ዝቕጽል ፊልም ንራኸብ።